ብፍቕሪ ንኽጥምተኪ እዞም ሎማዕንቲ ሒዘልክ ዝመጸኹ ነጥብታት ኣተግብርዮም ብዙሕ ግዜ ንጽገም ንሕና ደቂ ኣንስትዩ ንወዲ ደፊርካ ንፍቕሪ ምጥያቕ ኸቢድ እዩ በቃ እዚ ነገር እዚ ድፍረት ንከይልወና እዩ ዝገብር ኣብ ውሽጢ ፍቕሪ እናተሰምዕኪ ሓቢርኪ ክስኾን እናደለኺ ንፍቕሪ ንሓዳር እናተመነኽዩ ዝተፈላለዩ ነገራት እናርኣኽዮ ንሱ እውን ብፍቕሪ ክርእየካ ኣይከኣለን እቲ ምሕዝነትኩም ከቕፅል ይደሊ ብዛዕባ ካልኦት ደቂ ኣንስትዮ ናመፀ ይዛረበኪ ንፍቕሪ ዝሓረየን ዝተፈላለዩ መሕረርቲ ዝኾኑ ተግባራት ከርእየኪ ይኽእል ሎማዓንቲ ግን ነዚ መፍትሒ ዝኸውን ሓሳብ ሒዘልኪ መፀ ኣለኹ ሳዕ መወዳእታ ሓቢርኪ ንፅንሒ ነባራት ዝኾንክን ኳዕድ ምድሓን መፅኽ ብምባል ጀምራለይ ሓደሽቲ ኾንክን እዛ ቻናል ሰብስክራይብ ግበራ ኩላኽን ብሓባር ድማ እዛ ቪድዮ ላይክ ብምግባር ጀምራለይ ሰናይ ምክትታል እሺ ትወዲ ብፍቕሪ ንክርእየኪ እንደኾነ ዋና ዕላማና ተቐራሪብኩም ኢኹም ኦሮማይ ትፈልጥዮ ኢኺ ይፈልጠኪ እዩ ፍቕሪ ሒዝኪ ኣሎ ግን እሱ ኖርማል እዩ ዘሎ ስለዚ እቲ ኖርማል ሙድ እዚ ናብ ፍቕሪ ከመይ ጌርና ንቕይሩ ከፍቅረኪ ዘይኽእል እንተኾይኑ እውን ከመይ ጌርኪ ተስፋ ትቆርፂ ማለት ሓደ ሓደ ግዜ ቁርፅኻ ምፍላጥ እውን ሓደ ነገር እዩ ከፍቅረኪ ዘይኽእል እንተኾይኑ ካባኺ ተዝርሕቕ እዩ ዝሐይሽ እቲ ትኽክለኛ ንዓኺ ዘለዎ ቦታ ክትፈልጢ ምእንታን ስለዚ ክትገብርዮ ካብ ዘለኪ ቁፅሪ ሓደም ነቲ ወዲ ትማሊ ተርእዮ ዝነበርኪ ነገር ቀንሲ ወይ ድማ ርሕቐት ክሓልዊ እዚ ነገር እዚ ናትኪ ምጉዳል ብግልፂ ንክረኣዮ እዩ ዝገብር ምስ ትወዲ ስምዒት ስለ ዘለኪ ወትሩ ትድውልሉ ሓቢርኪ ክትኮኒ ትደሊ በቃ ከይደለኺ ውሽጢ ክደፋፊእኪ ምስኡ ክትቀራረቢ ጥራሕ ክትደሊ ብድሕሪኡ ለሚዱ ከሎ ዝወዲ ሓቢርኪ ምውዓልኪ ፍቕርኺ እትገብርሉ ነገር ብምሉ ትሪትመንቱ ምናምን ከም ኖርማል እዩ ዝርኣ ንሱ ከም ዝገብረልኪ ንሱ ንዓኺ ከም ዘለዎ ስምዒት ናትኪ ስምዒት እውን ከምኡ ልክዕ ይመስሎ ብድሕሪኡ ዝተለመደ ነገር ክስእኖ እየ ኢሉ ኣይሓስብን ካብኡ ድማ ሓፍትና መሰልኪ እዮ ክትኸዲ ብድሕሪኡ ድማ ንፍቕሪ ክጥምተከ ይኽእልን ምክንያቱ ካልኦት ንፍቕሪ ዝጥምተን ብጣዕሚ ብዙሓት ክረኽበን ዘይከኣለን ናሃደነን ዝውዕላ ደቂ ኣንስትዮ ኣለዋ እየን ስለዚ ተዘይሃዲንኪ ንፍቕሪ ክሓስበከ ይኽእልን እዩ ንክሃድነኪ ድማ ንስኺ ካብ ጎኑ ክትርሕቂ ኣለኪ ትዘልመድኩዮ ነገር ብምሉኡ ቀንስ እዩ መዓልቲ መዓልቲ ትደዋወሉ ኩሉ ግዜ ትራኸቡ ትገብርሉ ነገር እንድሕር ደኣ ነይሩ ኮይኑ ብምሉኡ ኣጉድልሉ እሞ ናትከብ ህይወት ኣድላይነት ጥቕምኺ ክረኣዮ ይጅምር። እዚ ንዝፈጠርክሉ ምቾት ብምሉኡ ከም ዝጎድል ክሓስብ ይጅምር። ብዛዕባ እዛ ኣብዚ ሓሰበሉ እዋን ድማ ከይፈተወ ብዛዕባኺ ይሓስብ። ንስኺ ኣብ ኣእምሮኡ ሰፊርክለኽ ማለት ድማ ሕዚ ናብ ፍቕሪ ክዓብየሉ ዝኽእል ዕድል ዝለዓለ እዩ። ርኢኽዶ? ከምዚ እናገበርኪ ቀስ ኣቢልክን ኣብቲ ፍቕራዊ ርክብ ንክኣቱ ትገብርዮ እትኽእሊ ኢኺ። ክኸውን ተዘይኽኢሉ እኳሲ፣ ዕድመኺ ከይድሎ ካልኦት ወዳት ይጥምቱ ከይኾኑ ይደልዩ ከይኾኑ በቃ ንኣቶም ዕድል ኣይትብዮምን ምክንያቱ ተስፋ ዝገበርክሉ ወዲ ተባዕታይ ኣሎ ብድሕሪኡ ከም ዘይኮነኪ ስለ ዘይትፈልጢ ብዙሕ ዕድሜ ክተቃጽሊ ብኡ እውን ገንዘብኪ ጉልበትኪ ብዙሕ ነገርኪ ልብኺ ናጎደለን ክኸይድ ይገብር ስለዚ ቁርፅኺ ንክትፈልጢ እውን ይሕግዘኪ ብድሕሪኡ ካልኣይ ነጥበ እዩ ማለት እዩ ሲሪየስ ንምዃን ሞክሪ መብዛሕትኡ ግዜ በቃ ከም ድላዩ ምሳኺ ዝቀላልድ ከም ድላዩ ዘዘንጥለኪ ምሳኺ ሓቢርካ መቐጸል በቃ ብቐሊሉ ከግንዮ ከም ዝኽእል እዩ ዝሓስብ ንስኺ ጠፊኢ ክለኽ ማለት ባዕሉ ደልዩ ንክረኽበኪ ቀሊል ከም ዝኾነ እዩ ሕዚ እውን ዝሓስብ ስለዚ ሕዚ እቲ ሲሪየስ ትኾንሉ ግዜ ምጅማር ናይ ግድን እዩ ከውግዐካ ከሎ ክፅሕፈልካ ከሎ በቃ ቁም ነገረኛ ጓል ኣንስተይቲ ክትመስልዮ ክትኽእልኒ እኪ እዚ ወትሮ ትቕልድዮ ምንም በቃ ከምዘይመስለኪ ትኾንዮ ከም ድላዩ ዝንጥለኪ ገለ ከም ዝውገድ ግበሪ ኣይትስሓቕሉ ኣይትቐልዲ ደቂ ተባዕትዮ ቁም ነገረኛ ጓል ኣንስተይቲ ብጣዕሚ እዮም ዝፈቱ እታ ስኢላ ምስኦም እናቐለደት እትውዕል ጓል ሓደ ንባዕላ ክብሪ ከም ዘይብላ እዮም ዝሓስቡ ዋጋ ይህብዋን እዮም ካብኡ ድማ ከም ህፃን እዮም ዝርእዋ ንፍቕሪ እትበቅዕ ኣይመስሎምን እዩ ባዕልኻ ግን ንፍቕሪ ከም ትኣኽሊ ኣብቲ ደረጃ እሱ ከም ትበፅሒ ንሱ ዝመርጸኪ ዓይነት ጓል ኣንስተይቲ ክትኾኑ ከም እትኽእሊ ክተርእዩ ኣለኪ ሲሪየስ ክትኾኒ ንዝሓተኪ ነገራት ቁም ነገር ጌርኪ ትምልስሉ ባህሪኺ ሙሉእ ብሙሉእ ይቕየር እቲ ንሕውነት ንክጥምተኪ ዝገበሩ ናትኪ ጸባይ ሕዚ ናብ ፍቕሪ ንክጥምተኪ ክገብር ኣለዎ በቃ ምቕላድ ኣቋርፂ ህይወትኪ ሲሪየስ ከም ዝኾነ ክርኢ ግበሪ ብስራሕ ቢዚ ከም ዘለኺ ካልእ መውዕሊ ከም ዘለኪ ንክሓስብ ንሱ ጥራሕ ከም ዘይኮነ ንክርኢ ክትገብርዮ ኣለኪ ሳልሳይ ድማ መማረፂ ከም ዘለኪ ክርኢ ግበሪ እዩ። እዚ ማለት በቃ ጓልነትኪ ብግልፂ ንክረአ ዝገብረሉ ዕድል እዩ ሕዚ ወይ ምስ ክትውዕሊ ወትሮ ትፀሓሕፉ ትቀላለሉ ስለ ትፈትውዮ እውን ሃይ ክብለካ ከሎ ወዲያዊ ክትምልስሉ ክትርሕቅዮ ኣይትደልይን ወግዕኩም ሓፂር ክኸውን ኣይትደልይን ኣለኪ ምሽ በቃ ኦንላይን ተኣትኺ ንኡ ክትብሊ ኢኺ ተወፃኺ እውን እሱ ስለ ዘየለ እዩ እዚ ነገር እዚ እቲ ወዲ ንፍቕረን ከይረኤኪ እዩ ዝገብሮ ምሕዝነት ሓፍተይ ሓወ እናተባሃሃልኩም ንክትቕፅሉ ስለዚ ኦንላይን እናሃለወ ኦንላይን ኮንኪ ስቕበሊ ኢቨን ተውግዕዮ ሰብ እኳ ተዘይሃለወ ተውግዕዮ ሰብ ከም ዘሎ ኣክት ግበሪ ክፅሕፈልኪ ከሉ ንራኸብ ክብለኪ ከሉ ስልኪ ኩሉ ግዜ ሸይ ትበልዩ ካሊእ ጉዳይ ከም ዘለክን ክሓስብ ግበሪ ዝለመዱ ኣብ ጎኑ ዝነበረ ኣካል ሕዚ ግን ብካልኦት ሰባት ይውሰድ ከም ዘሎ ንክሓስብ ክትገብር እዩ ያው እዚ ዕድልካ ንምፍታን ድኾነ እዚ ኩሉ ጌርክን እውን ዘይክቐንዕ ይኽእል እዩ ተወዲ እንድሕር ዳ ካብ ልቡ ዘየፍቂርኪ ታይፑ ተዘይኮይንኪ እሞ ድማ በቃ ካልኢት ጓል ኣንስተይቲ ዘፍቀራ እንድሕር ዳ ሃልያቶ እዚ መንገዲ ዘይክሰርሕ ክእል እዩ ሓቂ ዘረባ ግን እቲ ትክክለኛ ዝኾነ ዕድል ከንክትፈልጢ ዝገብረኪ ኣትሊስት እናሽካዕለለ ዘሕልፈሉ ዕድመ የለን ወይ ምሳኻ ሓቢር ከይኸውን ወይ ድማ ይገድፈኪ ወይ ተስፋ ምሃባ የቋርፅ ወይ ድማ ሙሉእ ተስፋ ይህበኪ ዓይነት ዝኽተሎ ዘሎ ነገር ንኸቋርፅ እዩ ዝገብር ስለዚ ካልእ ሰብ ከም ዘለኪ ትሕጎስሉ ግዜ ከተሕልፍሉ ናብ ውሽጢ ከተካፍልዮ ሰብ ከም ዘለኪ ክርኢ ከሉ ኣትሊስት በቃ ናባኺም መሊሱ ንክልጠፍ ተሓድግዮ ከም ዘለኺ ንክስምዖ እዩ ዝገብር ስለዚ በቃ ሂወት ኣማራፂ ከም ዘለኪ ንክሓስብ ግበር እዩ ካሊእ ድማ በቃ ትክክለኛ ዝኾነ ፀውታኻ ክርኢ ግበር እዩ ሓቢርኩም ተሕልፉ ከለኹም ምንም ቀሊል ዝኾነ መንገዲ ዘረባኺ ኣከዳድናኺ በቃ ኣይትዝንጥን ኣይትጥንቀቕን ቃላት ከይትመርፅን ኣብ መንጎኹም ሰሓቅ ክሳዕ ዝተፈጠረ ንሱ እውን ደስ ክሳብ ዝበሎሲ በቃ ክብሪ ከይትእንድብን እዚ ነገር እዚ ክቕየር ኣለዎ እዚ ሱቕ ኢልኪ ከስሕብኦ እናበልኪ ትዛረብ እዮም ሕማቓት ቃላት ገለገለ ደቂ ኣንስትዮ ሲ ንወዲ ዝውጋዕን ዘይውጋዕን ፈሊኽን ኣይትፈልጣን ሓቢሮምክን ክስሕቁ ክእሉ እዮም ምንም ዘይክመስሎም ይኽእል እዩ ግን ናዕኪ ፍጹም ክብሪ ዝበሃል ነገር ኣየህልወን ሰለስተ ኮንክን እትቐርበዎ ዝተፈላለኽን ደቂ ኣንስትዮ እኳ ተሃሊኽን ንታ ሓንቲ ሞር ክቐርባ ይኽእል እዩ ክብረት እዚኣ ኣንዲባ ግን ስለ ዝቐረባ ጥራሕ የኽብራ እዩ ማለት ኣይኮነን። ንተን ዘይቐርብኦ ክልተ ደቂ ኣንስትዮ እዩ ልዕሊ መጠን እዛኽብረን ተዘየኽቢርክ ድማ ከፍቅረከ ይኽእለን ስለዚ ኣለክምሽ ጓልነትኺ ክርኢ ማለት ሓደ ፅፍፍቲ ክትኾን ኣለክ ቅድሚኡ ኩሉ ግዜ ጨናኺ በቃ ጽቡቕ ጨና ክኸውን ኣለዎ። ኣከዳድናኺ ዝንጥ ዝበል ክኹኒ፣ ምሳኺ ዝኸይድ በቃ ውሽጡ ከማርኾ ዝኽእል ብግልጺ ተደላይት ምዃንኪ ክምስክረልኪ ዝኽእል ዓይነት ኣከዳድና ተኸደኒ፣ ቃላትኺ ምረጺ። እዚ ስኢልካ በቃ ኣለኪ ምሽ ካብ ጓል ዘይትጽበዩ ብጣዕሚ በቃ ናስድነት ዘረባ ምጽርራፍ ምድህሃል ኣጉል በቃ ሓሪፍ ንምምሳል ተባሂሉ ሲ ኣብ ቅድሚኡ ተሓምዮ ሰባት ትዘልፍዮ ግልፂ ትኾንዮ ነገር ኣቋርፂ እተሓብእዩን እተርእዩን ነገራት ክልይ ከለዎ ፍቕሩ ዘርእኪ ከም ዝተገይርኪ ጥራሕ እዩ ተዘይኮይኑ ግን በቃ ስለ ልዕሊ መጠን ልተቐራረብኩም ወይ እውን ምሳኺ ብዙሕ ግዜ ስለ ዝሕለፈ ወዲ ከፍቅረኪ እዩ ማለት ኣይኮነን ኣነ ዝኾነ ዝፈልጦ ታሪክ ኣሎ ኣብዚ ብጣዕሚ ፅብቕቲ ቆልዓ ነይራ ኣብ ውሽጢ ዓዲ እቲ ዝጅንጅነንሎ ኢላ እትኣምኑ ድማ ወፃኢ ዝነብር ነይሩ ኣብ ኣውሮፓ እዩ ብድሕሪኡ ልዕሊ መጠን እዮም በቃ ዘውግዑ ምስኡ እያ ጨጨም ክትብል ትውዕል ትሓድር ንዓና በቃ ዘይንሱ ካሊእ ወግዒ የብላን እከለ እኮ ናበለት እያ ትዛረብ ብድሕሪኡ እዚ ሰብ እዚ ኣጋጣሚ ኮይኑ ናብ ዓዲ ዝኣትወሉ ሰዓት መፅዩ ሽዑ ሕጉስ ኢላ በቃ መፂለይ ንዓይ ክብል እዩ ዝመፅእ ዘሎ ሕዚ ንፍቕሪ ክሓተኒ እዩ ከምዚ ክነሕልፍ ኢና ዘይበለትና ነገር የለን ብድሕሪ እቲ ወዲ ይመጽእ እሞ ናብዛ ዓዲ መጻኹ የብላ ኸድኩ የብላ ክድውለለይ እዩ ተባለት ተጸበየትሲ በቃ ዘይድውለላ ዘይጽሕፈላ ገለ ካብኡ መጻኹ የብላ ኸድኩ የብላ ገዲፍዋ ከይዱ ተመሊሱ መሊሱ ምስ ከደ ናፍቲ ኣውሮፓ ድማ ከም ቀደም ክቕጽል ክጽሕፈላ ጀሚሩ እህ እንታይ ደኣ ኮንካ ዘይረኸብካኒ ከይድካ ናብዚ ዝኣክል መጺኻሲ ንምንታይ ደኣ ዘይተራኸብና ገለ ትብሉላስ ፍሊ ምሳኺ ዘሕልፎ ዘጥፍኦ ግዜ ይብለይን ገለ ኢሉ ከምቲ ቅድሚ ሕዚ ዝቀላድድዎ በቃ ንክስሕቁ ተባሂሎም ሕማቅ ቃል ዘውፅዎ ነገር በቃ ከምኡ ኢሉ ብቀልዲ ክሓልፎ ደልዩ እዚ ኩሉ ግዜኣ ሂባ ዕድላ በቃ ንዓና ዘይበለትና ነገር የለን ቆንጆ እያ ብጣዕሚ ክንደይ ሰብኡት ንፍቅሪ ንሓዳር ሓቲቶምዋ እኒህኒ እዩ ኢላ ተኣማሚና ብልባ ከፍ የፍቅረኒ እዩ ኢላ እዚ ኩሉ ተፀቢያቶ ሲ ንሱ ግን ከምታ ተራ መሓዛ እኳ ሃይልዋ ንምሕላፍ በቃ ጉዳይ ኣይነበረን እና በዓልክን ይኹን ክትኽበር ኣትገብራ እዚ ኩሉ ግዜ ካብ ምቅጻል ገለ ናታትክን ስንፈት እዩ ስለዚ ካብ ሎሚ ጀሚርካ ነስተኻኽለ ዞም ሎማዓንቲ ዘምጻኹልክን ነጥብታት ክህልውኽን ግበረ ኣብ ቀጻሊ ካልእ ሓሳብ ሒዘልክን ክመጽእ እየ ክሳብ ሽዑ ሰላም